እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ። ድምጺ ሰልፊ ናህዳ ኤርትራ ብሓልዮት ክፍሊ ዜና ሰልፊ ናህዳ ኤርትራ እናተዳለወ ወትሩ ሰሉስ፣ ሓሙስን ቀዳምን ኣብ መርበብ ሓበሬታ፣ Erinahna dot org ዝቐርብ መደብ እዩ። ድምጺ ሰልፊ ናህዳ ኤርትራ!

ሰላምታና ተቀበሉ ኣብ ርሑቅን ቀረባን ብምኳን ፈነወ ድምጺ ናህዳ ንምክትታል ተዳሊኩም ዘለኩም ዝከበርኩም ሰማዕትና ከመይ ትቅንዩ ሎሚ ቀዳም ዕስራን ሽዱሽተን ጥሪ ክልተ ሽሕን ዓሰርተ ትሽዓተን እዩ ከምቲ ልሙድ ኣብዚ ናይ ሎሚ ዘለውና ትሕዝቶታት ክሕብረኩም ፈለማ ዜናታት ክንበብ እዩ ብድሕሪ እዚ ኣብ ዝሓለፈ እዋን ቀዳማይ ክፋል ብኤልሳ ጩሩም ዝተዳለወ ጽሑፍ ነይሩ ናቱ መቀጸልታ ክህልወና እዩ ክቡራትን ክቡራንን ሰማዕትና ክሳብ ፍጻመ መደብና ምሳና ክትጸንሑ ኣቐዲመ እናዓደምኩ ዜና እንሆ ናብኡ ከብለኩም።
ዳግማይ ሰላምታና ይብጻሕኩም ክቡራት ሰማዕትና ካብ ድምጺ ሰልፊ ናህዳ ኤርትራ ሰሙናዊ ንጥፈታት እንሆ። ኣብ ኢትዮጵያ ምእሳር ላዕለዎት ሰበ ስልጣን ኢህወደግ ነበር ይቕፅል ከምዘሎ ተሓቢሩ። ኣብ ኢትዮጵያ ምእሳር ላዕለዎት ሰበ ስልጣን መንግስቲ ኢህወደግ ነበር ይቕፅል ከምዘሎ ተገሊፁ'ሎ። ማዕከን ዜና ኢትዮጵያ ብዘርጎ ሓበሬታ መሰረት ሓደ ካብ ላዕለዎት ሓለፍቲ ኢህወደግ ነበር ኣቶ በረኸት ስምኦን ላዕለዋይ መሪሕነት ናይቲ ኢህወደግ ካብ ዘቖመ ኣርባዕተ ውድባት ሓደ ዝኾነ ብሄራዊ ዲሞክራሲያዊ ምንቅስቓስ ኣምሓራ ነበር እዩ ክልላዊ መንግስቲ ኣምሓራ ንምእሳር ኣቶ በረኸት ስምኦን ኣመልኪቱ ኣብ ዝሃቦ መግለጺ፣ ዝተኣስረሉ ምኽንያት ብብልሽውና ስለ ዝተኸሰሰ እዩ። ብዘይካ'ዚ ሓደ ካብ ኣካየድቲ ስራሕ ናይቲ ብውድብ ኣምሓራ ዝውነን ነበር ንግዳዊ ትካል ጥረት ዝነበረ ኣቶ ካሳ ታደሰ'ውን ብተመሳሳሊ ክሲ ከም ዝተኣስረ ተሓቢሩ'ሎ። ኣብ ኢትዮጵያ ብብልሽውናን ምግሃስ መሰላት ደቂ ሰብን ዝተኸሰሱ ሓያሎ ላዕለዎት ሰበ ስልጣን መንግስቲ ኣዘዝቲ ሰራዊት ነበርን ይእሰሩ እኳ እንተለዉ፣ ምእሳር ናይዞም መብዛሕቶም ካብ ክልል ትግራይ ዝኾኑ ሰባት ፖለቲካዊ ዕላማ ዘለዎን ናብ ሒደት ክልላት ዘነፃፀረ እዩ ዝብሉ ሓያሎ ወገናት እታ ሃገር ኣለዉ። ምእሳር ናይዞም መብዛሕቶም ካብ ክልል ትግራይ ዝኾኑ ሰባት ፖለቲካዊ ዕላማ ዘለዎን ናብ ሒደት ክልላት ዘነፃፀረ እዩ ዝብሉ ሓያሎ ወገናት እታ ሃገር ኣለዉ። ኣብ ኢትዮጵያ ናብ ወፃኢ ሃገራት ካብ እትልእኾ ሰደድ ክትረኽቦ ዝወጠነት ኣታዊ ብሰላሳን ሸሞንተን ሚእታዊ ከምዝጎደለ ተሓቢሩ ኣሎ። ማዕከን ዜና ኢትዮጵያ ንፀብፃብ ሚኒስትሪ ንግዲ እታ ሃገር ብምጥቃስ ኣብ ዘቕረቦ ሓበሬታ መንግስቲ ኢትዮጵያ ካብ ሰደድ ሓደ ነጥቢ ተስዓን ሽዱሽተን ቢልዮን ዶላር ኣታዊ ንምርካብ መዲቡ እኳ እንተነበረ ስሳን ክልተን ሚእታዊ ናይዚ ጥረ ኣታዊ ከም ዝገበረ ኣገንዚበን። ሚኒስትሪ ንግዲ ኢትዮጵያ ብ ዕስራን ኣርባዕተን ጥሪ ንፓርላማ እታ ሃገር ኣብ ዘቕረቦ ጸብጻብ፣ ካብ መጀመርያ ሓምለ ክልተ ሽሕን ዓሰርተ ሸሞንተን ክሳብ መጀመርያ ጥሪ ክልተ ሽሕን ዓሰርተ ትሽዓተን ኣብ ዝነበራ ሽዱሽተ ኣዋርሕ፣ ካብ ሰደድ ዝረኸበቶ ኣታዊ ሓደ ነጥቢ ዕስራን ሓደን ቢልዮን ምዃኑ ኣመልኪቱ።

ኣስፊሩ ኣሎ። ምስዚ ተኣሳሲሩ ፍርያምነት ሕርሻን ኢንዱስትሪን እታ ሃገር ምድኻሙ ንኣታዊታት እታ ሃገር ከም ዘንቆልቁል ገይሩዎ ኣሎ። ካብ ስልጣኑ ክእለ ህዝባዊ ጻውዒት ዝቐርበሉ ዘሎ ፕረዚደንት በሽር ናብ ቀጠር በጺሑ። ፕረዚደንት ሱዳን ዑመር ሓሰን ኣልበሽር ኣብ ቀጠር ወግዓዊ ናይ ስራሕ ምብጻሕ ኣካይዱ። እቲ ፕረዚደንት ናብ ቀጠር ዘምረሐ፣ ካብ ስልጣኑ ክእለ ዝጸውዕ ህዝባዊ ናዕብታት እታ ሃገር ልዕሊ ሓደ ወርሑ ኣብ ዘቑጸረሉ እዋን'ዩ። ንሱ ብሰሉስ ዕስራን ክልተን ጥሪ ናብ ኣዱሓ ድሕሪ ምእታዉ፣ ምስ ኣሚር እታ ሃገር ሸኽ ታሚም ቢን ሓሚድ ኣል ታኒን ካልኦት ላዕለዎት ሰበ ስልጣንን እታ ሃገር ተራኺቡ ተዘራሪቡ። ዕላማ ዑደት ፕረዚደንት በሽር ብዝርዝር እኳ እንተይተገልጸ፣ እታ ሃገር ገጢምዋ ዘሎ ፖለቲካዊን ቁጠባውን ብድሆታት ሓገዝ ንምሕታት ምዃኑ ዝተፈላለዩ ወገናት እታ ሃገር ይትንትኑ። ህዝባዊ ናዕቢ ሱዳን ኣብ ዝተወለዓሉ፣ ቀጠር ንፕረዚደንት ሱዳን ዘለዋ ደገፍ ምግላጻ ይዝከር።

ምህናጽ ወተሃደራዊ መዓስከርን ትምውል ከምዘላ ይፍለጥ። ሱዳን ምስ ቀጠርን ቱርክን ዘለዋ ዝምድናን ንግብጺ ስግኣት ከምዝፈጠረላ ዝግለጽ እኳ እንተኾነ፣ ኣብዚ ኣብ ሱዳን ዝካየድ ዘሎ ናዕቢ ፕረዚደንት ኣልሲሲ እውን ኣብ ጎኒ ፕረዚደንት ኣልበሽር ከምዘሎ ኣፍሊጡ እዩ። እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ። ክቡራት ሰማዕትና ሰሙናዊ ንጥፈታት እዚ መስል ነይሩ። ምስ ዝተረፉ መደባትና ሓቢርኩም ጽንሑ። ልዋም ምሸት።

ሰላም ምስ ጎረባብቶም ከውሕሱ ዝሰርሑ ዘለዉ ኣብቶም ንህዝቢ ዘየዕግቡ እዮም ዝበልዎም መንግስታዊ ፖሊሲታት ለውጢ ብምግባር ንተቓወምቲ ከም ተጻይ ዘይኮነስ ከም ተወዳደርቲ ክርእይዎም ከም ዘለዎም ካብ ምሕባር ሓሊፎም ንተቓወምቲ ኢትዮጵያውያን ከካብ ዘለዎም ረኺቦም ኣዘራሪቦምን ኣብ ሃገር ተመሊሶም ቃልሶም ብሰለማዊ መንገዲ ክቕጽሉ ብምምካርን

ንምግማቱ ኣዝዩ ብዘኽብድ መንገዲ ከም ዝፍትሑ ጌርካ ናብ ወላዲት ሃገሮም ብሰላም ከም ዝምለሱ ምግባርን ገለ ካብ ብዙሕ ኣብ ዝሓለፈ ሽዱሽተ ኣዋርሕ ብመንግስቲ ኢትዮጵያ ዝተዓሙ ተስፋ ዝህቡ ናይ ሰላምን ለውጥን ተርእዮታት እዮም። ብኣንጻርዚ ድማ እቲ ናይ ሰላም ነቢይ እናበለ ዘድሩም ዘሎ ናይ ኤርትራ መላኺ ስርዓት ኣብዘም ዝሓለፉ ሽዱሽተ ኣዋርሕ ኣብ ኤርትራ እንታይ ጌሩ እንተድኣ ኢልና ከም እኒ ብርሃነ ኣብርሃም፣ ሚኒስተር ፋይናንስ ነበር፣ ዝኣመሰሉ ጀጋኑ ወሲኽካ፣ ብዙሓት ደለይቲ ሰናይ ኤርትራውያን ምጭዋይን፣ ህዝቢ ኤርትራ ዘይፈልጦም ስምምዓት ምኽታምን፣ ኣብ ልዕሊ ኤርትራን ኤርትራውያንን መኣዝኑ ዝሰሓተ ንዕቀትን ትዕቢትን ምርኣይን፣ ኤርትራውያን ጻዕራማትን ህርኩታትን ከም ዘይኮንና፣ ከይንንግድ፣ ከይንሓርስን ነጻ ሰባት ኮይንና፣ ቃሕ ዝበለና ጌርና ከይንነብርን ንዓና ንኤርትራውያን ብኢድናን ብእግርናን ቀፊድካ ዕድላት ንኢትዮጵያውያን ነጋዶ ድሕሪ ምሃብ እኽለን ጥረምረን ከም ዝሓስር ጌርካ ሳላ ምስ ኢትዮጵያ ሰላም ዘውረድናን ኣስቤዛ ኣብ ኤርትራ ሓሲሩ ኢልካ ከንቱ ታህዲድ ምህዳድ ረብሓኹም ዝሕለወልኩም ምስ ኢትዮጵያ ብሓደ ምስ እትሓብሩን ምስ እትጥርነፉን እዩ ዝብል መልእኽቲ ካብ ምሃብ ሓሊፉ እንታይ ዝተፈልየ ትርጉም ክህበና ይኽእል? ምስ ኢትዮጵያ ካብ ዝፈላልዩና ሓያሎ ጸገማት ሓደን እቲ ቀንድን ኣብ ዶባዊ ምስሕሓብ ምዃኑ ዝከሓድ ኣይኮነን። እንተኾነ ጉዳይ ዶብ ህይወት ኣሽሓት ኤርትራውያንን ኢትዮጵያውያንን ቀዚፉ ክነሱ፣ ብሰንኪ እዚ ዶባዊ ኲናት ብቢልዮናት ዝግመት ሃብትን ንብረትን ክልቲኤን ሃገራት ምብራሱን ከም ውጽኢቱ ድማ እቲ ጉዳይ ካብ ብሰላማዊ ፍታሕን ናብ ጎነጽን ሓይልን ከምኡውን ናብ ሕጋዊ መጎት ተሰጋጊሩ ብሰንኪ ኣብ ክልቲኣን ሃገራት ዝተገብረ ሓንሳብን ቀያድን ውሳኔ ቤት ፍርዲ ምምእዛዝ ዝብል ውሳኔ ክልቲኣን ሃገራት ዝተገብረ ውዕል ኣብ ክንዲ ምፍራም ጉዳይ ዶብ ከም ናይ መጨረሽታ ነጥቢ ናይዚ ሎሚ ዝካየድ ዘሎ ስምምዕ ሰላም ጌርካ ብምውንዛፍ ብቐዳምነት ክወሃቦም ኣብ ዝግብኡ ጉዳያት ምትኳር ንዓና ንኤርትራውያን ሕንቅል ሕንቅሊተይ ዝኾነ ጸወታ እምበር፣ ኣብ መንጎ ክልቲኤን ሃገራት ህዝብታት ቀጻልነት ዘለዎ ሰላም ክረጋገጽ ይኽእል እዩ ዝብል እምነት የብልናን። ዶክተር ኣቢይ ኣሕመድ ኣብ ዝተፈላለዩ ኣጋጣሚታት ብዛዕባ ኤርትራ ኣመልኪቱ ክምድር እንከሎ፣ ዶብ ብጸዓዱ ዝተሓንጸጸ፣ ንዓና ከም ኣሕዋት ሓቢርና ክንነብር ዘይሕግዝ፣ ዕንቅፋት ወይ ውን ኣርተፍሻል እምበር ብሓቂ ኣብ መንጎና ዶብ ኣሎ ክበሃል ዝከኣል ኣይኮነን ኢሉ ክዛረብ እንከሎ ብሓቂ ኣብ መንጎና ዶብ ኣሎ ክበሃል ዝከኣል ኣይኮነን ኢሉ ክዛረብ እንከሎ መስርሕ ሰላም ብወግዒ ቅድሚ ምጅማሩ ኢትዮጵያ ናይ ገዛእ ርእሳ ሓይሊ ባሕሪ ክተቕውም እያ ዝብል ሓበሬታ ክህብ እንከሎ ወያኔ ዓሰብ ንኤርትራውያን ክህቡ እንከለዉ ምኽሪ ህዝቢ ኢትዮጵያ ሓቲቶም ድዮም ዝብል ኣዝዩ መስደመም ዝኾነ ዘረባ ክዛረብ እንከሎ ኣነን ኢሱን ተተፋቂርና ንዓሰብ ክንከፍላ ኢና ክብል እንከሎ ኣብ ሰሜን ኣሜሪካ ካብ ህዝቢ ንዝቀረበሉ ሕቶታት ይመልስ ኣብ ዝነበረሉ እዋን ብዛዕባ ናይ ኢትዮጵያ ዋንነት ኣፍደገ ባሕሪ ዓሰብ ናይ ምርካብ ዕድል ተሓቲቱ ቅኑዕ መልሲ ካብ ምሃብ ክሕሰም እንከሎ ነቶም ምእንቲ ናጽነት ሃገረ ኤርትራ ምብቃዕ መግዛእቲ ኣብ ኤርትራ እናተቃለሱ ብጀግንነት ዝወደቁ ስዋኣትና ኣብ ክንዲ ሰማእታት ናጽነት፣ ሰማእታት ሰላም፣ ሰማእታት ዲሞክራሲን ኢሉ ክሰምዮም እንከሎ፣ ደይ ከምቲ ንኤርትራ ኣመልኪቱ እተዛረቦ፣ ንጉዳይ ምስሓብ ዶባት ኢትዮጵያን ሱዳንን ኣመልኪቱ ኣብ ዝቐረበሉ ሕቶ፣ ምስሓብ ዶብ ኢትዮጵያን ሱዳንን ብመሰረት'ቲ ቀደም ጸዓዱ ዝሓንጸጽዎ መግዛእቲ ዶባት ተራእዩ ብሕጊ መዕለቢ ከም ዝግበረሉ ክሕብር እንከሎ፣ ፈላሊና ይኹን ብሓፈሻ ክንሪኦ ምስ እንፍትን እዚ ብስም ስምምዕ ሰላም ዝኸይድ ዘሎ ውዲት ብሓቂ ፍሪኡ ኣብ ኤርትራን ኢትዮጵያን ንክልቲኦም ህዝብታት ቀጻልነት ዘለዎ ሰላም ምርግጋእ ዘውሕስ ዘይኮነስ ክትሰምዖም ከም መዓር ዝምዕሩ ዘረባ እናመሰሉን ውሽጢ ውሽጢ ግን ብቐጥታ ይኹን ብተዘዋዋሪ ንዳግማይ ጎበጣ ኤርትራ ገጾም ዘቕንዑ ኣንፈታት መሲሎም ይረኣዩኻ። ነዚ ዝያዳ ዘራጉዱ ተወሳኺ ዘይሓላፍነታዊ ኣዘራርባውን ካብቶም ብቕልጽሞም ንሃገረ ኤርትራ ከም ናይ ውልቃዊ ግራቶም ክውንንዋን ቃሕ ዝበሎን ክገብርዋን ዝደልዩ መራሕቲ ኢና በሃልቲ እውን ይስማዕ እዩ። ህዝብታት ኢትዮጵያን ኤርትራን ብኹሉ ነገር ኣሕዋት እምበር ጓኖት እዮም ዝብል ዓሻ ጥራይ እዩ። ንዓኻ ዝመስል ንፉዕ መራሒ ሂቡና ኣሎ። በሎም ዑስማን ሳልሕ ናይ ኤርትራ ወጻኢ ጉዳይ ሚኒስተር። ሓላፍነተይ ኣረኪበካ ኣለኹ። ንስኻ ምርሓና ኣነ ድማ ብድሕሬኻ ኮይነ ክሕግዘካ'የ ይብል ውልቀ መላኺ ኢሳያስ ኣፈወርቂ ንዶክተር ኣቢ ኣሕመድ። ካብ ሕጂ ንንየው ከም ናይ ወጻኢ ጉዳይ ሚኒስተር ኤርትራ ኮይነ ክዓይ'የ ይብል። ቀዳማይ ሚኒስተር ኣብይ ኣሕመድ። እዘን ከምዘን ዝኣመሰሉ ሓረጋትን ካልእን ክትሰምዕ እንከለኻ እሞ ነቲ ዘለካ ጥርጣረ ዘይምትእማንን ሰማይ ኣዕሪጉ ፍጹም ሰላም ይኸልኣካን ቅሳነትካ እውን ይዘርገልካን። እዚ ስለ ዝኾነ ድማ ኢና ዳርጋ ኩላህና ኤርትራውያን ደጋፊ ዶ ተቋዋሚ ከይተባሃሃልና ነዛ ብደም ጀጋኑ ገንቸላትና ዝረኸብናያ ሃገር ብበዓል እስያስ ዝባሃሉ ከንቶ መንቶም ንዋያ ከይጠፍኣና ርኢና ከይንስእና ኣዚና ንሻቐል ዘለናን። ነዚ ሓደገኛ ውዲት ንምምካኑ እንታይ ናይ መኸተ ምቅርራብ ክንገብር ኣለና ኢልና ክንመክርን ክንዝትን ግድነት ኮይኑና ዘሎ። ኣብዚ ከም ኣገዳሲ ኣብነት ከይጠቐስኩ ክሓልፍ ዘይደሊ፣ ከምቲ ዶክተር ኣብይ ኣሕመድ ካብ ሕጂ ጀሚረ ናይ ኤርትራ ወጻኢ ጉዳይ ሚኒስተር ክኸውን'የ ዝበሎም፣ ስርሑ ብዕሊ ጀሚሩ ምስሊ ናይ ኢሰያስ ኣፈወርቂ ከመሓይሽን፣ ኢሰያስ ብናይ ዓለም ለኻዊ ሃገራት ተቐባልነት ክረክብ ብቕሉዕን ብስቱርን ኣብይ ኣሕመድን መንግስቲ ኢትዮጵያን ኣበርቲዖም ይሰርሑ ኣለዉ። ንዝሓለፈ ዓሰርተ ዓመት ኣብ ባይቶ ሰብኣዊ መሰላት ምግሃስ መሰል ኤርትራውያን ንኽቃላዕ ኣብ ዝተመላለስኩሉ እዋን መንግስቲ ኢትዮጵያ ብጀካ ብ መንግስቲ ኤርትራ ኣብቲ ባይታ ክጥቃዕ ከሎም ጥራይ ዝህቦ ዝነበረ ግብረ መልሲ ብዛዕባ ኤርትራ ተዛሪቦም ኣይፈልጡን ኣብ ዝሓለፈ ረቡዕ ዕስራ ኣርባዕተ ጥቅምቲ ግና ንመንግስቲ ኤርትራ ዝድግፍ ኣብቲ ሼላ ኪታሮት ብዛዕባ ኩነታት ምግሃስ መሰል ኣብ ኤርትራን ስቅያት ኤርትራውያንን ንባይቶ ሰብኣዊ መሰላት ዘቕረበትሉ መዓልቲ፣ መንግስቲ ኤርትራ ክድግፍን ከተባብዕን ኣለዎ ኢሎም ደገፎም ሂቦም። ወጽዓን ስቅያትን ህዝቢ ኤርትራ ዘገድሶም እንተዝኸውን፣ ነቲ ዝግበር ዘሎ ምግሃስ መሰልን ምኹነንዎ ነይሮም ወይ ድማ ከም ቀደሞም ትም ክብሉ ይኽእሉ ነይሮም እዮም ግን ንፈታዊኦም ውልቀ መላኺ ኢሰያስ ኣፈወርቂ ከሐጉሱን ካብኦም ዝድለ ካብ ምግባር ድሕር ከም ዘይብሉ ድማ ብተግባር የርእዩና ኣለዉ እንተዘይተቓዊምና ድማ ክቕጽልዎ እዮም። ኩቡራት ኣሕዋትን ኣሓትን ሎሚ ካብዞም ኣብ ኤርትራ ዘለዉ ኣረመንያውያን መራሕቲ ንሃገርን ህዝብን ዝጠቅም ፍረ ዘለዎ ነገር ክገብር ካብ ምጽባይ ካብ ብዕራይ ጸባም ክሕለብ ምምህላል ይቀልል ስለዝኾነ ድማ ሎሚ ውን ከም ትማሊ እቲ መከራን ሽግርን ጸበባን ንዓና እቲ ፍታሕ ውን ብኣና ምዃኑ ገና ብኣግኡ ምርዳእን ብምስትውዓልን ነቲ ትማሊ ንዜጋታትና ብሂወቶም እንከለዉ ናብቲ ሰውነቶም ኣብ ምሻጥ ዝተዋፈረ ሎሚ እውን ሃገር ንምሻጥን ንምልዋጥን ዋጋ ዕዳጋ ክገብር ሕንከት ከም ዘይስምዖም ብንጹር ክበርሃልና ይግባእ። ብዙሕ ግዜ ኣባና ኣብ ደለይቲ ፍትሒ ንዝረኣዩ ጌጋታትን ጉድለታትን ኣብ ክንዲ ኣሪምና ቅንዕና ዘለዎ ቃልሲ ኣብ ክንዲ ንቃለስ ንኹሉ ጉድለታት ፈጣሪ ኢሳያስ ከም ዝኾነ ንነብስና እናኣመንና ንእኩይ ውዲታት ኢሳያስ ሓይሊ ዝህቦ ነዳዲ ክምስኸሉ ንረኤ። ውልቀ መላኺ ኢሳያስ ኣፈወርቂ ከም ዝኾነ ሰብ ዝበልዕ ዝሰቲ፣ ዝሓሪ ዝሸይን፣ ከም ኩላህና ወዲ ትሽዓተ ወርሒ እኳ ደኣም ብስውር እምበር ብጋህዲ ባህራርን ሰንባድን ዕኑድ ፍጥረት እዩ። ብርግጽ ድማ ኣብ ውሽጢ ሃገር ዘለና ኾንና ኣብ ግዳም ወድና ጓልና ብዘይ ኣፈላላይ፣ ዓልየት፣ ቀቢላ፣ ሃይማኖት፣ ኣውራጃን ብሄርን ወገንን ንናይ ሓባር ሃገራዊ ረብሓም ብሓደ ሰሚርናን ተጠርኒፍናን ህዱድ እንተኢልናዮም ስርዓት ውልቀ መላኺ ኢሳያስ ኣፈወርቂ ጭርኡ ደጒሉም ይሃድም እምበር ከትክል ዝከኣለሉ መዓንጣ ዘይብሉ ዕሉሉን ከዳዕን መላኽን እዩ። ስለዝኾነ ድማም ንሕና ኤርትራውያን ዓድና ክትዝመት ትም ኢልና ክንዕመት ፍጹም ኣይግባእን። እምበኣርከስ ምስ ኩነታትን ምስ ግዜን ክለዋወጥ ዝኽእል ልዑል ምትዕጽጻፍ ዘድልዮ እኳ ደኣ እንተኾነም ገለ ካብቶም ኣቐዲምናም ክንሰርሓሎም ዘድልዩ ነገራት ኣብያናን ተቓውመናን ነዚ ካብ ኣፍልጦን ወጻእን ዝኸይድ ዘሎም መስርሕ ሰላም ኢትዮጵያን ኤርትራን ብወግዒ ተቓዊምናን ምርኣይ ንህዝብን ሃገረ ኢትዮጵያን ዝኸይ ዘሎ ሸፈጥ ብዋጋ ህዝቢ ሃገረ ኤርትራ ምዃኑ ብኹሉ መዳይ ብህጹጽ ምሕባርን ምግላጽን ብግዲ ከድልየና እዩ። ነዚ ብወገን ኤርትራም ተሳትፎ ህዝቢ ዘይተራእየሉ፣ ሃገርን ህዝብን ኤርትራ ዘይርብሓሉ፣ እንታይነትን ትንታነን ናይዚ ስምምዕ ሰላም ብማዕከን ዜናን ህዝቢ ብወግዒ ዘይግለጸሉ፣ ዘይሓላፍነታውያን ውልቀሰባት ህዝቢ ግቡእ ውክልና ከይሃቦምን ከይመረጾምን ከምውን ዝበሎም ዝዋገይሉ ስውርን ምስጢራውን ስምምዕ ሰላም ክኸይድ ትም ኢልካ ምርኣይን ምዕዛብን በቶም ፈጸምቱ ከም ርዒምካ ምቕባል ተገይሩ ክውሰድ ስለ ዝኽእል ብውሑዱም ኣበየ ሃገሩን ንቕመጥ ኤርትራውያን ሃገራውያን ኣብ ከካባቢና ኣብ ዝርከብ ቤት ጽሕፈት ኤምባሲታትን ቆንስላትን መንግስቲ ኢትዮጵያ ብኣካል ተራኺብና ስርዓት ውልቀ መላኺ ኢሰያስ ኣፈወርቂ ንድልየት ሃንቀውታን ኤርትራውያን ዘይውክል ቅዋም ዘይብሉን ነጻ ዝኾነ ሓጋጊ ፈጻምን ፈራድን ኣካል ዘለዎ ቅርጻ መንግስቲ ዘይብሉን ብዘይሕጋዊ መንገዲ ዜጋታቱ ጨውዩም ኣብ ሰለስተ ሚእትን ስሳን ኣብያተ ማእሰርቲ ኮንቲነራትን ጎዳጉድን ሓይሩ ዘበስብስ ንእሱራት ብወግዒ ከሲሱም ናብ ቤት ፍርዲ ዘየቕርብ መሰል ጥብቅና ዘየውሕስ፣ እሱራት ምስ ቤተሰቦም ኮነ መቕርቦም ክረኣዩን ክራኸቡን ዘየፍቅድ፣ ኣብ ኤርትራ ለውጢ ንኽተኣታቶ ዝጠልቡ ሃገራውያን ከም ጸላእቲ እምበር ከም ሓገዝቲ ዘይረኣዩ ዜጋታት ብህይወቶም እንከለዉ እንተደኣ ተቓዊሞም እንተሞይቶም ሬሶም ዓዲ ኣትዩም ብወግዒ ክቕበር ዘየፍቅድ ስርዓት፣ ንዝኽትሞም ዝኣትዎምን ውዕላትን ስምምዓትን፣ ንረብሓ ሃገርን ህዝብን ኤርትራ ከም ዘይውክሉ ምዝኻርን ምሕባርን። ነዚ ሸለል ኢሎም ምስ ሓደ ፋሉል ዝኾነ ስርዓት ንዝቕጽልዎ ስምምዕ ግና ኣብ ቀጻሊ ስዑር ኮይኖም፣ ጠንቂ ሰላምን ዘይምርግጋእን ክልቲኤን ሃገራት፣ ህዝብታትን ናይ ምዃን ተኽእሎ ድማ ብኡ መጠን ኣሉታዊ ጽልዋ ከም ዝህልዎም ብኣግኡ ክንሕብሮም ይግባእ። ረብሓታት ናይ ኤርትራን ናይ ህዝቢ ኤርትራን ብህዝቢ ወከልቱን እዮም ዝውሰኑ እምበር በቲ ዘሳቕዮን ዝቐትሎን ዘጽንቶን ዘሎ ውልቀ መላኺ ኣይኮነን ዝውሰን። መንግስቲ ኢትዮጵያ ነቲ ብዘይ ቅድመ ኩነት ከተግብሮ ቃል ዝኣተወሉ ውዕል ኣልጀርስን ውሳኔ ኮሚሽን ምሕንጻጽ ዶብን፣ ብዘይ ዝኾነ ውዓል ሕደር ከተግብሮ ክንጽውዕ ይግበኣና። ብተወሳኺ ሎሚ ሃገር ኣብ ሓደጋ ኣብ ዝኣተወትሉ እዋን ናህናም ዝተፈላለዩ ድኹማት ኣተሓሳስባታት ኣደዳ ናይቶም ብደረጃ ሃገር ንምጽናትና ተዓጢቖም ዝሰርሑ ዘለዉ ደኣ ይገበር እምበር ክንዲ ፍረ ኣድሪ እውን ትኹን ኣይክሕግዘናን እዩ። ስለዝኾነ ዶ ምስ ዝሓብር ኣንበሳይ ኣስር ከምዝተባህለ ዓወትናን ካብ ሕብረትናን ጥምረትናን ጥራይ ክረጋገጽ ከም ዝኸእል ኣሚንናን ሕብረትናም ዋሕስ ዓወትና ክኸውን መሪጽናዮም እንኣትዎ ዘይኮነስ ከም ሃገራዊ ግዴታ ተቐቢልናም ዓወትናም ካብ ሕብረትናን ጥምረትናን ጥራይ ክረጋገጽ ከም ዝኸእል ኣሚንናም ሕብረትናም ዋሕስ ዓወትና ክኸውን መሪጽናዮ እንኣትዎ ዘይኮነስ ከም ሃገራዊ ግዴታ ተቐቢልና ካብ መለኽትን ዓንደርትን ነጻ ዝኾነት፣ መሰል ዜጋታታ ብግቡእ ተኽብር፣ ብጉርባብታ ኮነ ብዓለም ዝተኸብረትን ዝተሓፍረትን ኤርትራ ንምውናን ሎሚ'ውን ከም ትማሊ ኣበርቲዕና ንቃለስ። ተስፋ ኣይንቑረጽ። ተቓላሳይ ተስፋ ኣይቆርጽን እዩ። ዓወት ናይ ፍትሓውያን፣ ውድቀት ድማ ናይ ጠለምቲ ከዳዓትን ድኹማትን እዩም። ሃገርና ኤርትራ ንናጽነታን ንሓርነታን ዝፈሰሰ ደም፣ ዝተኸስከሰ ኣካል፣ ዝዓነወን ዝበረሰን ሃብቲ ከንቱ ኣይክኸውንን እዩ። ኤርትራ ትማሊ ሳላ ደቃ ከም ዝኸበረት፣ ሎሚ ጽባሕ ኮነ ንዘልኣለም ሃገራዊ ልኣላውነታ ክብራ ብጀጋኑ ደቃ ተሓጺሩ ክነብር እዩ።

እምበኣርከስ ክቡራትን ክቡራንን ሰማዕትና ንሎሚ ቀዳም ዝበልናዮም ትሕዝቶታትና እዞም ዝተኸታተልኩሞም ኮይኖም ንምክትታልኩም ኣዚና ነመስግን ዝመጽእ ብኻልእ ትሕዝቶ ኢና ንራኸብ ክሳብ ሽዑ ሰላም።